እሺ መጀመርያ ላይክ ሰብስክራይብ ብምግባር ቤተሰብ ይኹኑ ናይ ሎማዓንቲ ንሪኦ ማለት እዩ ሓድሽ እዩ ፓይተን ፕሮግራሚንግ ይበሃል ማለት እዩ ስለዚ ፓይተን ፕሮግራሚንግ መጀመርያ ፓይተን እንታይ ማለት እዩ ንምንታይ ከ ይጠቅም እንታይ ዓይነት ፕሮግራሚንግ ዝብል ማለት እዩ ኢንትሮዳክሽን ንርኢ ኢና ማለት እዩ ከዚ ኣብዚ ዋት ኢዝ ፓይተን ክብሎ መጀመርያ ዋት ዋት ሶሪ ዋት ኢዝ

እዚኣ እሞ እዚኣ ዘላትኩም ዋት ኢዝ ፓይተን ዩዝድ ፎር ቢግነር ጋይድ ትብሎ ካብኡ እዚኣ ፓይተን ሃዝ ቢኬም ዋን ኦፍ ዘ ሞስት ፖፑላር ፕሮግራሚንግ ላንጉጅ ኢን ዘ ወርልድ ኢን ሪሰንት ይር ኣብ ቀረባ ግዜያት ማለት እዩ ኣብ ዓለምና ኣብ ቀረባ ግዜያት እቲ ብጣዕሚ ዝቀረበ ካብ ሞስት በቃ ፍሉጥ ዝኮነ ፕሮግራሚንግ ፓይተን እዩ ዝብለና ኣሎ ማለት እዩ። ኢት ኢዝ ዩዝድ ኢን ኤቭሪቲንግ ፍሮም ኤ ማሽን ለርኒንግ ቱ ቢልድ ዌብሳይት ኤንድ ሶፍትዌር ቴስቲንግ ንምባል እውን ይጠቅመና ማለት እዩ። ኤንድ ኢት ካን ቢ ዩዝድ ባይ ደቨሎፐር ኤንድ ነን ደቨሎፐር ላይክስ ደቨሎፐር እውን ነን ደቨሎፐር እውን ክጥቀምሉ ይክእሉ እዮም ማለት እዩ።

That made is one of the most programming language today ወይኹም ማለት እዩ እዚ ጉግል ገርኩም ናብ ትኽእሉ ኢኹም ዋት ኢዝ ፓይተን ኢዝ ፎር ኣብ ትላዕሊ ዝገልጽናዮ ኣብ ዌብሳይት ደቨሎፕ ምግባር ይጠቕመና ሶፍትዌር ቴስቲንግ ትምህርቲ ቴስክስ ዳታ ኣናሊሲስ ምግባር ና ይጠቕመና ማለት እዩ ዋት ካን ዱ ዩ ዊዝ ፓይተን ምስ ፓይተን ተንስራ ንኽእል

ኣውቶ ታይፒንግ እዚ ውን እንታይ ማለት ከም ዝኾነ ንእኡ ኦሬዲ ተስክስ እሺ እዚኣ ኣላትኩም ዋይ ኢዝ ፓይተን ሶ ፖፑላር ንምንታይ እዩ ፓይተን ፖፑላር ኮይኑ በቃ ከዓ ፍሉጥ ዝኾነ ፕሮግራሚንግ ንምንታይ እዩ ኮይኑ ኢልኩም ኣብዚ ፓይተን ኢዝ ፖፑላር ፎር አ ናምበር ኦፍ ሪዝንስ ብብዙሓት ምኽንያታት በቃ ፖፑላር እዩ ኢዝ ዲፐር ሉክ ኣት ዋት ኔክስ ኢት ኢዝ ቨርሳታይል ኤንድ ኢዚ ዩዝ ፎር ኮለርስ ንኮለርስ ብጣዕሚ ብዝቀለለ መንገዲ ዘቅርበልና ማለት እዩ። እዚ ባይ ዘ ዌይ ኣብዚ ቤትኩም ኣብዚ ዘሎ ዶት ኢት ሃዝ ሲምፕል ሳይንቲክስ ሳይንቲክስ ብጣዕሚ ገራሚ ፎርሙልኡ ብጣዕሚ ገራሚ በቃ ሲምፕል እዩ በቃ ሲምፕል በቃ ኢት ሚክስ ናቹራል ላንጉጅ ናቹራል ላንጉጅ ክዓ ትጥቀም። እቲ ዘትሪድ ኢንድ ኣንደርሰን ብቐሊል ንኽትርድእን ብቐሊል ንኽትጥን ንኽትሕዞን ይጠቅም ማለት እዩ። ዚስ ሜክስ ኢት ኲከር ቱ ቢልድ ፕሮጀክት በቃ እዚ ከዓ እንታይ ይጠቅም ፕሮጀክትና ብሓፂር ብሓፂሩ በቃ ፈጢንና ንኽንሰርሖ ይሕግዘና ማለት እዩ። ኤንድ ፋስተር ቱ ኢምፕሮቭ ኦን ዘም ንምምሕያሽ እውን ይጠቕመና ማለት እዩ። ፕሮጀክትና ወዲያው ኣፕዴት ገይርና ምስራሕ ንኽእል ኢና ማለት እዩ። ቨርሳታይል ፓይተን ካን ቢ ዩዝድ ፎር ሜኒ ዲፍረንት ታስክ ንብዙሓት ዲፍረንት ታስክ ይጠቕመና ፎር ዌብ ዴቨሎፕመንት ቱ ማሽን ለርኒንግ ዌብ ዴቨሎፕመንት ቱ ማሽን ለርኒንግ እውን ማለት እዩ እቲ ቢገር ፍሬንድሊ እዚ ንጀማሪ ብጣዕሚ ቀሊል በቃ ቢግነር ፍሬንድሊ ማለት ንጀማሪ ብጣዕሚ ቀሊል ማለት እዩ እንደ ሜኪንግ ፖፑላር ፎር ኢንትሪ ሌቨል ኮደርስ ኢትዝ ኦፕን ሶርስ እዩ በቃ ኦፕን ሶርስ እዩ ፓይተን ፕሮግራሚንግ ኦፕን ሶርስ እዩ ዊች ሚንስ ኢትዝ ፍሪ ፊቱዝ ኢንዲኬተር ዲስፕሊን ብምንባሩ ከለኻ ንመጠቀምቲ ከኣ እቲ ፍሪ እዩ ማለት እዩ ኢቭን ፎር ኮመርሻል ፐርፐዝ ንግዲ ትካላት ዉን ንንግዲ ፐርፐዝ ዉን ክንጥቀመሉ ንክእል ኢና ማለት እዩ ፐይተን ኣርቻይቭ ኦፍ ሞጁል ኤንድ ላይብረሪስ ባንድስ ኦፍ ኮድ ዛት ፎር ዘ ፓስት ፐርፐዝ ሃቭ ክሬትድ ቱ ኤክስፓንድ ዘ ካፓቢሊቲ ኢዝ ቫስት ኤንድ ግሮዊንግ ማለት እዩ ፐይተን ኢዝ አ ላርጅ ኤንድ ኣክቲቭ ኮሚኒቲ ዩ። እዚ እንታይ እዮም ዘርእዩና እዚኦም ፓይተን ሱፐርፕላይዘር ማለት እዩ። እዚ ፓይተን እዚ ካብ ረኣና ፓይተን ፕሮግራም እና ራን ንገብረሉ ሶፍትዌር ኣሎ ወይ ከዓ ሴት ኣፕ ማለት እዩ። ሴት ኣፕ እንታይ ይበሃል? ቪዥዋል ስቱዲዮ ኮድ ይበሃል ማለት እዩ። ቪዥዋል ስቱዲዮ ኮድ ኣብዚ ዳውንሎድ ንምረት እና ለምሳሌ ፍሪ ዳውንሎድ ወይ ከዓ ዳውንሎድ ፍሪ ዳውን ዳውንሎድ

እሺ ከውታሎት ምዘ ዳውንሎድ ቪዲዮስ ችዲኮድ ንማክስን ንሊንክስ ኤንድ ዊንዶውስ ቪዲዮስ ችዲኮዲ ቱ ሶፍትዌርና ዳውንሎድ ንነበረ እዚ ዓይነት ዳውንሎድ ገበረ እዚኣ ክሊክ ንገራ ክሊክ ምስ ገበርናያ ዳውንሎድ ቪዲዮስ ችዲኮድ ዝብልና እዚ ፍሪ ኤንድ ቢልት ኣን ኦፕን ሶርስ በቃ ፍሪ እና ኦፕን ሶርስ እዩ ኢንተግሬትድ ጊት ዲቤቲንግ ኤንድ ኤክስቴንሽን ከተኾና እዚኣ እዚኣ እና ዳውንሎድ ማሃድያ ዝኣረብ እዚኣ ንዊንዶውስ ማለት ዳውንሎድ ፎር ዊንዶውስ ማለት እዩ ባይ ዘ ወይ ንዊንዶ ዓሰርተ እና ንዓሰርተ ዊንዶ ክልተ እና ዊንዶ ዓሰርተ ሓደ ዳውንሎድ ንገብራ ማለት እዚኣ ክልተ ገና ዳውንሎድ ዝኽእል ኣነ ግን ዳውንሎድ ገይረ ስለ ዝኾንኩ ምንም እይደልን ንስኻትኩም ግን ሓደሽቲ ኾንኩም ዩጀስት ዲኮድ ብጣዕሚ እቲ ዝቐለለ ባይ ዘ ወይ እዚ ኣን ባዕይ ንኤችቲኤምኤል ተጠቒመሉ ንሲኤስኤስ ንጃቫስክሪፕት እውን ጠቕመሉ ብጣዕሚ ቀሊል እዩ ማለት ንኽትጥቀሙ ብጣዕሚ ቀሊል እዩ ዩጀስት ዲኮድ ተጠቐሙ ማለት እዩ እዚኣ ዳውንሎድ ግበሩ ዳውንሎድ ምስ ገበርኩም ካብኡ ኣብዚ ክመፀልኩም ዳውንሎድ ዝብል ዳውንሎድ ምስ ዝኾነ ኢንስታል ምግባር እዩ ማለት እዩ ኢንስታል ምግባር ከዓ ኣብ ጎግል ሰርች ክብሉ ኣነስ እንትን እዩ እምበይ ዳውንሎድ ስለ ዝገበርኩ እሞ ክእክብ ነዚኣ እያ ክብል ዳውንሎድ ትገብርዋ ማለት እዩ እዛ ኣነ ከዓ እዚኣ ዳውንሎድ ይገብራ ታንኪ ፎር ኢኹም ኣብዚኣ ኣላ ዳውንሎድ ዝገብረሉ ማለት እዩ ስታርት ዳውንሎዲንግ ግብረሙ ስታርት ዳውንሎድ ዝገብርዋ ማለት እዩ

ዶኩመንት ቦክስ ኣቅምጡ ስለ ዝሰማዕኹም የቀንየለይ ላይክ እና ሰብስክራይብ ምግባር ኣይትረስዑ ማለት እዩ እዚ መጨረሻ ሓንቲ ሙዚቃ እዚኣ እዛ ስለ ዝሰማዕኹም የቀንየለይ ኣሽ ቴንኪው